ሰላም ከመይ ትውዕሉ ክቡራት ተኸታተልቲ ኤዘር ቲቪ ንሎም ረቡዕ ሓደ ለካቲት ቀዳማይ ትሕዝቶ ዜና ንምክታልኩም ብኽብሪ እንዳዓደምኩ ናብ ኣርእስተ ዜና ኣብ ኢትዮጵያ ቻይናውያን ከም ዝተቐትሉ መራሕቲ ሃገራት ሶማልያ ኢትዮጵያ ኬንያ ጅቡቲ ኣብ ጉዳይ ኣልሸባብ ክዘራረቡ ናብ ኣሜሪካ ናይ ምእታው ዕድል ንኢትዮጵያን ኤርትራውያን ከም ዝተኸፍተ ኣርባዕተ ጥርጡራት ቅትለት ፕረዚደንት ሃይቲ ናብ ኣሜሪካ ተላኢኾም። እዚን ካልእን ዝብል ትሕዝቶ ዜና ሒዝናልኩም ቀሪብና ኣለና። ክሳብ ፍጻሜ መደብና ክትከታተሉና ብኽብሪ እንዳዓደምኩ፣ ናብ ዝርዝራቱ። ናብ ኣሜሪካ ናይ ምእታው ዕድል ንኢትዮጵያውያን ኤርትራውያን ስደተኛታት ተስፋ ከምዝተፈጥረ፣ እዚ ሎሚ ወይ ጽባሕ ደው ክብል እዩ ዝተባህለ ዲቪ፣ ንዓሰርታት ዓመት ከም ዝጸንሐ ኮይኑ፣ ሕጂ ከኣ ናይ ሎተሪ መደብ ንዝኾነ እቲ መዐቀኒ ዘማልእ ሰብ ክፉት ከም ዝኾነ፣ ሕጂ ምምሕዳር ባይደን ሓድሽ መደብ ጀሚሩ። እዚ ኣብ ስደተኛታት ዘተኮረ እዩ ይብሉ፣ ካብ ኲናት ጸገም ምህዳም ኣብ ካልኣይ ሃገር ዝተዓቝቡ ዜጋታት ኣብ ኣሜሪካ ሓድሽ ህይወት ንኽጅምሩ ዕድል ዝፈጥር ኮይኑ፣ እዚ ሓድሽ መደብ፣ ብምቕባል ስደተኛታት ዜጋታት ኣሜሪካ፣ ኣብያተ ክርስትያናት ዘይምንግስታዊ ትካላት ዘተሳትፍ ምዃኑ ጸሓፊ ጉዳያት ወጻኢ ብሊንከን ዝሓለፈ ሰሙን ብሓሙስ ኣፍሊጡ። ብሊንከን ኣብ መግለጺኡ ከም ዝጠቐሶ፣ ኣሜሪካ ኣብ ስደተኛታት ዝተመርኮሰት ሃገር ምዃና ጠቒሱ፣ ስደተኛታት ምቕባል ባህልና እዩ ብምባል ዜጋታት ኣብዚ ሓድሽ መደብ ብንጥፈት ክሳተፉ ጸዊዑ። ብመሰረት ኣሜሪካዊ መሻርኽቲ ቢቢሲ ሲቢኤስ፣ ተለቪዥን እዚ መደብ ብኽፊል ካብ ካናዳ ዝተቐድሐ ምዃኑ ሓቢሩ። መራሕቲ ሃገራት ሶማልያ ኢትዮጵያ ኬንያ ጅቡቲ ጽባሕ ኣብ ጉዳይ ኣልሸባብ ክዛተዩ ምዃኖም ሚኒስተር ዜና ሶማልያ ዳውድ ኣዋይስ ጃማ ቀዳማይ ሚኒስተር ኣብይ ኣሕመድ ኣብቲ ብፕረዚደንት ሶማልያ ሓሰን ሸክ መሓሙድ ዝምራሕ ኣኼባ ክሳተፉ ምዃኖም ሓቢሩ ሚኒስተር ዜና መራሕቲ ኣርባዕተ ዶብ ምስ ሶማልያ ዝካፈለዋ ሃገራት ብናይ ኢትዮጵያ ኣቋፅራ ረቡዕ 24 ጥሪ 2015 ክራኸቡ ምዃኖም ኣብ መቓድሾ ዘውፅዎ መግለፂ ኣፍሊጦም እንተኾነ እቲ ሚኒስተር እቲ ኣኼባ ዝካየደሉ ቦታ ካብ ምግላፅ ከም ዝተቖጠበ እዚ ኣኼባ ኣገዳሲ ዝኾነሉ ምኽንያት ህልው ኩነታት ፀጥታ ሶማልያን ንሶማልያ ጥራይ ዘይኮነ ንጎረባብቲ ሃገራት እውን ዝፀሉ ምዃኑ ክብል እቲ ሚኒስተር ኣብ መግለፂኡ ኣስሚሩ እቲ ሚኒስተር ብተወሳኺ ቀዳማይ ሚኒስተር ኣብይ፣ ፕረዚደንት ዊልያም ሩቶን ፕረዚደንት እስማዒል ዑመር ዝሳተፍዎ ናይ ጽባሕ ኣኼባ ታሪኻዊ ክኸውን እዩ ይብል። ናይ ጽባሕ ኣኼባ ንምርግጋእ እቲ ክልል ጥራይ ዘይኮነ ኣብ ዓለማዊ ወፍሪ ኣንጻር ግብረ ሽበራን ግብረ ሸበራውያንን ኣበርክቶ ክገብር እዩ ክብል ዳዊድ ዋይስ ጃማ ገሊጹ። መራሕቲ ኣርባዕቲኤን ሃገራት ጽባሕ ድሕሪ ዝገብርዎ ዝርርብ ንረብሓቲ ዞባ ዝሕሉ ሓበራዊ መግለጺ ከውጽኡ ትጽቢት ከም ዝግበር ሚኒስተሪ ዜና ሶማልያ ኣመልኪቱ። ናይ ፅባሕ ኣኼባ ብኣቦ ወንበርነት ፕረዚደንት ሶማሊያ ምልሻታት ቀቢላ ብምውሃድ ኣንፃር ኣልሸባብ ወተሃደራዊ ወፍሪ ዝጀመረ ኣብ ዝሓለፈ ወርሒ ግንቦት ኣብታ ሃገር ዝተኻየደ መረፃ ተዓዊቶም ብውሑድ ግዜ ኣፈላላይ ስልጣን ሒዞም ኣብ ልዕሊ ኣልሸባብ ኣብ ዝተኻየደ ወተሃደራዊ ወፍሪ ሓያሎ ምምሕያሻት ከምዝተርኣየ ዝጠቐሰ ሚኒስተር ዜና ሶማሊያ መንግስቲ ፕረዚደንት ሓሰን ሸኽ መሓመድ ሶማልያ ንምርግጋእ ኣብ እትገብሮ ጻዕሪ፣ ነተን ሰለስተ ጎረባብታት ሃገራት ምትእትታው ኣድላዪ ምዃኑ ኣፍሊጡ። ንዝሓለፈ ዓሰርተ ሽዱሽተ ዓመታት ኣብ ልዕሊ ማእከላይ መንግስቲ ሶማልያ መጥቃዕቲ እናፈጸሙ ዝጸንሐ ኣልሸባብ፣ ኣብ መቓድሾ ሓዊሱ ኣብ ዝተፈላለየ ቦታታት ተኸታቲሉ መጥቃዕቲ ከካይድ ጸኒሑ እዩ። ላዕለዋይ ሰበስልጣን እታ ዞባ፣ ወተሃደራዊ ኣዘዝቲ ሓይልታት ምክልኻል፣ ዕጡቓት ኣልሸባብ ኣብ ሶማልያ ከይተወሰኑ ደቡብ ኢትዮጵያ ከምዝሰገሩን ኣብ ዝሓለፈ ዓመት ኣብ ወርሒ ሓምለን ነሓሰን ኣብ ዞባ ሶማልያ መጥቃዕቲ ከም ዘካየዱን ምግላፆም ዝዝከር እዩ። ካብ ኣዲስ ኣበባ ቢቲ 60 ኪሎ ሜትር ርሒቐ ኣብ እትርከብ ከተማ ገብረ ጉራቻ ሓደ ቻይናዊ ብዕጡቓት ኣልብ ሸነ ከም ዝተቐትለ ተሰሚዑ። ኣብ ልዕሊ ንስራሕ ዝጓዓዙ ዝነበሩ ቻይናውያን ብዝተፈጸመ መጥቃዕቲ ከም ዝተጎድኣ ተረጋጊጹ። ኤምባሲ ቻይና ብዛዕባ እቲ ቅትለት ዜጋ ምስ ሰምዐ ኣብ መላእ ኢትዮጵያ ፋሕ ኢሎም ዘለዉ ዜጋታት ብፍላይ ድማ ኣብ ክልል ኦሮሚያ ዝርከቡ ዝርዝር ጸብጻብ ክሰዱ ኣተሓሳሲቡ።

ሰብ መዚ ኣውስትራልያ ኣብ ኣውስትራልያ ዘባው ኣውቶቢክ ኣብ ዝርከብ 400 ኪሎ ሜተር ንዝንውሓቱ ጽርግያ ዝተፈ ሓደገኛ ራድዮ ኣክቲቭ ካፕሱል ከም ዝረኸቡ ሓላፊ ህፁፅ ኣገልግሎት ገሊጹ ድሕሪ ናይ ኣስታት ሓደ ሰሙን ምድላይ ኣገልግሎት ህፁፅ ረድኤት ትማረቡ ኣብ ዝሃቦ ጋዜጣዊ መግለጺ ሰራዊት ነቲ ካፕሱል ኣብ ኒውማን ቁሩብ ወጻኢ ኣብ ወሰን ጽርግያ ዝተረኽበት የረጋግጽ ከምዘሎ ናይ ውሱን መሳለጥያ ፒረስ ከም ዝወሰዳን ኣፍሊጡ። ሸውዓተ ሓምለ ክልተ ሽሕን ዕስራን ሓደን ኣብ ቅትለት ፕሬዚደንት ሃይቲ ጆቨነል ሞይስ ዝተጠርጠሩ ኣርባዕተ ወሰንቲ ጥርጡራት ገበናዊ ክሲ ንክቐርበሎም ትማሊ ሰሉስ ካብ ሃይቲ ናብ ኣሜሪካ ከም ዝተሰጋገሩ ሚኒስተር ፍትሒ ኣሜሪካ ኣፍሊጡ ብድምር ሸውዓተ በቲ ጉዳይ ዝተጠርጠሩ ሰባት ሕጂ ኣብቲ ቀይዲ ኣሜሪካ ይርከቡ፣ ካልኦት ዓሰርተታት ሰባት ድማ ክሳብ ሕጂ ኣብቲ ኣዝዩ ልዕሊ ዓቐን ዝተጨናነቐን መብዛሕትኡ ግዜ ንእሱራት ዝኸውን መግብን ማይን ዘይብሉ ቀንዲ ቤት ማእሰርቲ ሃይቲ ይዳኸሙ ከምዘለዉን ሓቢሮም።